ብዙሓት ደቂ ተባዕትዮ ሓጐስ ወይ ዕጋበት መታን ኪረኽቡ ምስ ብዙሓት ደቂ ኣንስትዮ ይኸድሉ እዮም። እዚ እቲ ሓደገኛ መጻወድያ ኣብ ህይወት እዩ። እዚ ኸምዚ ዓይነት ህይወት ኣብ ሓደ እዋን ርእሰ ምትእምማን ዘይብልካ ሰብን ብጭንቀት ተስፋ ዝቖረጽካ ሰብን ኪገብረካ ይኽእል እዩ። ተወሳኺ ድማ ደቂ ኣንስትዮ ካባኻ ኪርሕቃ እየን። ስለዚ። ካብ ደድሕሪ ኣዋልድ ምኻድ ዘምጽኦ መጻወድያታት ክትርሕቕ እንተደሊኻ ናይ ሎማዓንቲ ትምህርቲ ክሳብ መወዳእታ ተኸታተላ። ስለዚ እንተድኣ ነዚ ደው ከተብል ድሉው ኮይንካ ደቂ ኣንስትዮ ክትስሕብን ብኣኻ እውን ከም ዝግደሳ ክትገብረን ኢኻ። ደድሕሪ ደቂ ኣንስትዮ ምኹላል ደው ከተብል ዝግብኣካ ምኽንያታት። ናብዚ ቻነል እንቋዕ ብደሓን መጻኹም እንዳበልኩ ኣብዚ ቻነል ሓደሽ እንተለኹም። ሳብስክራይብ ክትገብሩ ነቲ በብጊዜኡ ዝፍነወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም። ሰናይ ምክትታል። ቀዳማይ፣ ደድሕሪ ደቂ ኣንስትዮ ምኻድ ጉጉይ መልእኽቲ እዩ ዘመሓላልፍ። ደድሕሪ ደቂ ኣንስትዮ ኮለል ምባል ነቲ ዘለካ መንነት ብጌጋ ካልእ መልእኽቲ ከም ዘመሓላልፍ ትፈልጥ ዶ? ማች ዶት ኮም ዝበሃል ዝተገበረ መጽናዕቲ፣ ልዕሊ ሰማንያ ሚእታዊት ደቂ ኣንስትዮ፣ ሓደ ወዲ ኣመና ክስዕበን ከሎ ባህ ኣይብለንን'ዩ። ደቂ ኣንስትዮ ከምቲ ንስኹም ትርድእወን ዓይነት ፍጡራት ኣይኮናን። ጓል ምስ ደለኻያ ብዝተጋነነ መንገዲ ትሃድና እንተኾይንካ፣ ነቲ ኣባኻ ዝነበራ ስምዒት ከይተረፈ'ያ ተጥፍኦ። ኣብ ሓጺር ግዜ ድማ ካባኻ ክትርሕቕ ወይ ክትሃድም ክትፍትን'ያ። ብንጹር ድማ ነታ ዝደለኻያ ጓል፣ ወላ ሓያል ስምዒት ይሃልኻ፣ ስምዒትካ ተቖጻጺርካ ነገራት ኩሉ ብባህርያዊ መንገዲ ከም ዝኸይድ ብምግባር፣ ዝያዳ ኣባኻ ኣኽብሮትን ኣወንታዊ ኣረኣእያን ክትፈጥር ትኽእል። ካልእ ዝገርም ሓቂ ድማ፣ ደድሕሪ ደቂ ኣንስትዮ ምኻድ ዘይስሕብ ወይ ዘይበሃግ ወዲ ክገብረካ ይኽእል እዩ። ደቂ ኣንስትዮ ኩሉ ግዜ ካብቶም ልምሉማት፣ ተስፋ ዘይብሎም ደቂ ተባዕትዮ ነቶም ርእሰ-ምትእምማን ዘለዎምን ተረርቲ ዝዀኑ ኣወዳት እየን ዝመርጻ። ኣቓልቦኻ ካብ ደድሕሪ ኣዋልድ ትገብር፣ ኣብ ናይ ገዛእ ርእስኻ ተገዳስነት ብምግባር፣ ከምቲ ደቂ ኣንስትዮ ብባህርያዊ መንገዲ ዝሓስብኦ ዓይነት ወዲ ክትከውን ትኽእል ኢኻ። ኣብ ገዛእ ርእስኻ ምስራሕ፣ ርእሰ ምትእምማንካ ከተዕቢ ምፍታን፣ ንሕልምታትካ ምስዓብ፣ ከምኡ'ውን ትርጉም ዘለዎ ህይወት ምንባር፣ ንደቂ ኣንስትዮ ካብ ደድሕሪኤን ምዅላል፣ በዚ ከምዚ ዓይነት ህይወት እየን ዝሰሓባ። ሓደ ካብቲ ደድሕሪ ኣዋልድ ምኻድ ወይ ብዝተጋነነ መንገዲ ኣዋልድ ምድላይ፣ ንሓንቲ ጓል ዋላ ኣይትመልስ፣ ብተደጋጋሚ ቴክስት ምልኣኽ እዩ፣ እዚ ኸኣ ነታ ጓል ብዛዕባኡ ብዙሕ ከም ዘይትግደስ ዝገብራ፣ ከም ሓደ ተስፋ ዝቖረጸ ሰብ፣ ሰብ ዘይደልዮ፣ ክስምዓ ይኽእል እዩ። በንጻሩ ድማ እቲ ወዲ ክሳብ መልሲ ትጽሕፈሉ እንተ ተጸብዩዋ፣ ኣወንታውን ኣኽብሮትን ዝመልኦ መልሲ ክትጽሕፍ ዝያዳ ኣጋጣሚ ክኸፍተላ ይኽእል እዩ። ከምዚ ክበሃል ከሎ፣ ንዝፈተኻያ ጓል ንኽትረኽባ ኣበርቲዕካ ዘይምጽዓር ወይ ድማ ምሉእ ብምሉእ ዕሽሽ ምባል ማለት ኣይኰነን። እንታይ ደኣ፣ ባህርያዊ ኣቀራርባ ምሓዝን ናይ ገዛእ ርእሳ ውሳነ ክትገብር ምፍቃድን ማለት እዩ። ካልኣይ፣ ከፍርሐን ይኽእል እዩ። እንተድኣ ኣብ ፍቕሪ ኣቲኻ ደድሕሪኣ ክትከይድን ስምዒትካ ክትቆጻጸር ክኸብደካ ይኽእል እዩ። ሓደ ነገር ግን ኣሎ፣ ብቐጻሊ ደድሕሪ እታ ጓል ትኸይድ እንተኾይንካ፣ እዚ ዓቢ ለውጢ ከምጽእን ንኽትረኽባ ኣጸጋሚ ክኸውን ይኽእል እዩ። ነዚ ዝስዕብ ሕሰበሉ። ተገዳስነት ዘይብሉ ሰብ ምስዓብ፣ ነቲ ዶባቶም ከም ዘይተኽብር ወይ ድማ ድሌቶም ንኽውስኑ መሰል ከም ዘይብሎም ኰይኑ ከም ዝስምዖም ክገብር ይኽእል እዩ። ሓቂ ንምዝራብ ድማ፣ መን እዩ ብሓደ ሰብ ክርበሽ ወይ ጸቕጢ ክግበረሉ ዝደሊ? ወላ ሓደ ሰብ ዘሎ ኣይመስለንን። ብመሰረት መጽናዕቲ፣ ልዕሊ ፍርቂ ዝዀና ደቂ ኣንስትዮ ሓደ ወዲ ኣመና ምስ ዝሃድነን ከም ዝጭነቓን ከም ዝፈርሓን ገሊጸን እየን። እሞኸ ደኣ? ደድሕሪ ደቂ ኣንስትዮ ብምኻድ ዘፍርሕን ዘጨንቕን ብኸመይ እዩ? ሓንቲ ጓል ኣብ ልዕሊ ሓደ ዘፍቅራ ወዲ ተገዳስነት ዘይብላ ብተደጋጋሚ ፈቲኑ ንሳ ግን ከምዘይትደልዮ ንጹር ምስ ገበረትሉ ንሱ ግን ነዚ ክቕበሎ ስለ ዘይደለየ ኣብቲ ትሰርሓሉ ድዩ ትዛናግዓሉ ቦታ ብቐጻሊ እንዳመጸ ዝከታተላ እንተኾይኑ እሞ ኣብ የእምሮኣ ድሰኣሎ እሱ ይከታተላ ከምዘሎ ብምስጋእ ነቲ ቀይሕ መስመር ከምዝሰገረ ስማዓ ክገብራ ይክእል እዩ ዝኮነት ትኩን ጓል ከምዚ ዓይነት ተገዳስነት ኣይትደሊን እያ ሳልሳይ ብዙሕ ግዜ እዩ ዘጥፍእ ደድሕሪ ሓንቲ ጓል ክትከይድ ከለካ ኣብ ሓደ ከዐውተካ ወይ ድማ ዘየዕውተካ ነገር ብዙሕ ግዜን ጉልበትን ኢካ ተጥፍእ እዚ ተስፋ ዘቁርጽን ዘሕስርን ክከውን ይክእል እዩ በዚ ምክንያት ድማ ግዜካ ከም ዘባክንካ ኮይኑ ክስማዓካ ክገብር እዩ ሓደ ወዲ ንሓንቲ ኣብ ልዕሊኡ ተገዳስነት ዘይብላ ጓል ንምርካብ ኣዋርሕ ወይ ዓመታት ምስ ዘሕልፍ ከባሳጭዎን ከዳኽሞን ይኽእል እዩ። እዚ ኸኣ ደድሕሪ ኣዋልድ ኮለል ምባል ግዜ ከም ዘጥፍእን ኣብተን ዝግደሳልካ ኣዋልድ ከተተኩር ከም ዘለካ ዝሕብር እዩ። ስለዚ ግዜኻ ብዝበለጸ መታን ክትጥቀመሉ፣ ዘዕግብ ፍቕራዊ ርክብ ንኽትምስርትን ዘለካ ኣጋጣሚ መታን ክተዛይድ ደድሕሪ መን ትኸይድ ከም ዘለኻን ብዛዕባኻ ትግደስ እንተ ኾይናን ክትፈልጥ ኣለካ። ንጊዜኻን ጉልበትካን ብዝሓሸ መንገዲ ክትጥቀመሉ ትኽእል ኢኻ። ከም ውጽኢት ከኣ ጥዑይን ዘዕግብን ፍቕራዊ ርክብ ንኽትምስርት ዘለካ ዕድል ዓቢ እዩ። ራብዓይ፣ ኣብ ገዛእ ርእስኻ ዘለካ ኣኽብሮት ከባላሽዎ ይኽእል እዩ። ደድሕርተን ዘይግደሳልካ ኣዋልድ ኮለል ክትብል ከለኻ ርእሰ-ምትእምማንካ ይጎድል እዩ። Rejection፣ ዘይትስሕብን ዘይትድለን ሰብ ኰይኑ ኸም ዚስምዓካ ኪገብረካ ይኽእል እዩ። እዚ ኸኣ ናብ ብነብሱ ዚጠራጠርን ዋጋ ኸም ዘይብሉ ዚስምዓካ ስምዒታት ኪመርሓካ ይኽእል እዩ። ብመሰረት መጽናዕቲ The Journal of Social and Personal Relationships ዝተሓትመ ጽሑፍ፣ ብደቂ ኣንስትዮ ብብዝሒ ዝተነጸጉ ደቂ ተባዕትዮ ርእሰ-ምትእምማኖም ይንኪ እዩ። ከምኡውን ብዝለዓለ ኣብ ጽምዋን ጸቕጢ ኣእምሮን ይኣትዉ፣ ናይ ገዛእ ርእሶም ዋጋ ድማ የውድቑ። ሓደ ወዲ ብተደጋጋሚ ገዛእ ርእሱ ናብ ከምዚ ኩነታት ይእትዩ እሞ ኸኣ ብተደጋጋሚ እንተድኣ ተነጺጉ ደድሕሪ ደቂ ኣንስትዮ ኮለል ምባል ከመይ ከም ዝጎድእ ዘርኢ ኣብነት እዩ። እዚ ኸኣ ብቕዓት ከም ዘይብልካ፣ ርእሰ ምትእምማንካ ከም ዝጎድልን ክገብር ይኽእል። ከም ሰብ መጠን ዘለካ ዋጋ። ኣብ ሕቶ ከም ዝኣትው ንገብሮ'ዩ። ስለዚ ርእሰ ምትእምማንካ፣ ኣእምሮኣዊ ጥዕናኻን ክትሕሉ እንተ ደሊኻ፣ ንመን ትሃድን ከም ዘለኻን ነቲ ተቕርበላ ሕቶ እንታይ ዓይነት ምላሽ ከም ትበካን ክትግምት ኣለካ። ምንጻግ ነቲ ከም ሰብ መጠን ዘለካ ዋጋ ከም ዘየጸባርቕን ከም ዘይውክልን፣ ከምኡ'ውን ብዙሓት ኣዋልድ ክረኽባኻ ዝደልያ ከም ዘለዋ ዘክር። ሓምሻይ፣ ናብ ጥዕና ዘይብሉ ፍቕራዊ ርክብ ክመርሕ ይኽእል እዩ። ሕጂ ናብቲ ዝተረፈ ምኽንያታት ንመለስ። ንደቂ ኣንስትዮ ክትሃድነን ከለኻ፣ ኣብ ጥዕና ዘይብሉ ዝምድና ክትኣቱ ኢኻ። ኣብ ስግኣትን ተስፋ ዘቑርጽን፣ ሚዛኑ ኣብ ዘይሓለወ ርክብ ክህልወካ ይኽእል እዩ። ሓደ ኣብነት ንርኣይ፣ ሓደ ወዲ ኣብ ሕማቕ ፍቕራዊ ርክብ ዘሎ፣ ዘይሕጉስ፣ በፍቃሪቱ ዝተገለለ ወይ ክብረት ዘይረክብ ንርኣይ። እዚ ኣብቲ መሰረት ናይቲ ፍቕራዊ ርክብ ዘሎ ዝተፈላለየ ድሌትን ባህግን ናይ ክልቲኦም ተጻመድቲ እዩ። በዚ ምኽንያቱ ድማ ኣብ ብዙሕ ፍቕራዊ ርክብ ኣብ ሓዳር ዘለዉ ገለ ገለ ሰባት ኣብ ውጥረትን ጓህን ናብ ዝመልኦ ህይወት ዝነብሩ። ኣብ ርእሲ እዚ እውን ሓደ ሓደ ግዜ ደድሕሪ ደቂ ኣንስትዮ ምኻድ ሓደ ካብቶም መጻምድቲ ነቲ ርክብ ምሉእ ብምሉእ ተቖጻጺሩ ኣብ ትሕቲ እግሩ ከእትዎ ይኽእል እዩ። እዚ ከኣ እቲ ወዲ ብዙሕ ሓይሊ ዘይብሉን ስብእነቱ ከም ዝሰኣነን ኮይኑ ከም ዝስምዖ ናብ ዝገብር መርዛም ህይወት ከምርሕ ይኽእል እዩ። በንጻሩ ድማ ንሳ እታ ጓል ሓያልን ነቲ ወዲ ክትገዝኦ መሰል ከም ዘለዋን ኮይኑ እዩ ዝስምዓ። ኣብ መወዳእታ ጥዑይን ዘዕግብን ፍቕራዊ ርክብ ክትምስርት ትደሊ እንተ ኾይንካ፣ ኣብ ከምዚ ዝኣመሰለ ኩነታት ኣፍቃሪት ምሓዝ ክትሓስብ ከለኻ ምስ ካልኦት ዘለካ ርክብን፣ ብርእሰ ምትእምማን ገዛእ ርእስኻ ብምኽባርን ንኻልኦት ብምኽባርን ክትቀርብ ኣለካ። እዚ ኸኣ ብዛዕባ እትደልዮ ነገራት ንጹር ምግባርን ቀዳምነት ትህቦ ብምፍላጥን ከምኡውን ምስታ ደሊኻያ ዘለኻ ጓል ቅድሚ ፍቕራዊ ርክብ ምጅማርካ ኣጸቢቕካ ግዜ ምሕላፍ ዘጠቓልል እዩ። ደድሕሪ ዋልድ ምኻድ ዘምጽኦ መጻወድያ እንተ ኣሊኻ ኣብ ናይ ሓባር ምክብባር ኣብ ናይ ሓባር ጥቕምን ተሞርኪስካ ድልዱል ፍቕራዊ ርክብ ኣብ ምህናጽ እንተ ኣተኪርካ ኣብ ጥዑይ ሓሳብ ንሓሳብ ምልውዋጥ፣ ምትሕብባር፣ ናይ ሓባር ምድግጋፍ እተመስረተ ፍቕራዊ ርክብ ንኽትምስርት ትሕግዘካ። ሻድሻይ፣ ብስምዒታዊ መዳይ ክትደክም ትኽእል ኢኻ። ደድሕሪ ደቂ ኣንስትዮ ኮለል ምባል ንስምዒትካ ክጎድእ ይኽእል እዩ። ብፍላይ እንተድኣ ምሉእ ዓቕምኻን ግዜኻን ጉልበትካን ኣብ ሓንቲ ዘይትግደሰልካ ስምዒትካ ዘይትርዳእ ጓል እንተጌርካ ማለት እዩ። ደድሕሪ ጓል ኮለል ምባል ሓደገኛ ጸወታ እዩ። በዚ መጻወድያ እዚ ክትሕነቕ ብጣዕሚ ቀሊል ነገር እዩ። ንኣብ ልዕሌኻ ተገዳስነት ዘይብላ ጓል ከተእምና ኢልካ ሰሙናት ወይ ኣዋርሕ ዝኣክል ክል ግዜ ምሕላፍ ሓይልኻ ከም ትጽንቅቕ፣ ከም ትባሳጮ፣ ሕሉፍ ሓሊፉ ድማ ኣብ ድፕሬሽን ከም ትኣቱ ይገብረካ እዩ። ደድሕሪ ኣዋልድ ምኻድ ዘምጽኦ ጭንቀትን ዘይምሕጓስን ህይወት ኣብ ሓደጋ ዝበጽሓሉ ኣጋጣሚ እውን ኣሎ። ኣወዳት ኣስተውዕሉ! ፍቕርን ሓጎስን ንምርካብ ደድሕሪ ደቂ ኣንስትዮ ምኹላል ኣየድልየካን እዩ። እቲ ንዓኻ ዝኸውን ግዜን ንዓኻ ዝተመደበት ጓልን ከም ዘላ ምእማንን ምጽባይን ሓደ ኣገዳሲ እዩ። ምንጻግ ከም ዘሎ ኣሚንካ ተቐቢልካ ናብታ ትግደሰልካ ጓል ኣንፈትካ ጌርካ ምፍታን፣ ንስምዒትካ ዘረጋግእን ጥዕና ዘለዎ ሕጉስን ፍቕራዊ ርክብ ክህበካ ይኽእል እዩ። ከምዚ ብምግባር ድማ ካብቲ ደድሕሪ ኣዋልድ ምኻድ ዘምጽኦ ስምዒታዊ መጉዳእቲ ክትርሕቕ ትኽእል ኢኻ። ሻብዓይ፣ ካልእ ዕድል የምልጠካ። ደድሕሪ ደቂ ኣንስትዮ ምኹላል እውን ክሳራ ክኸውን ይኽእል እዩ። ኣብ ሓደ ነገር ከተተኩር ካልእ ነገር ስለ ዘይትርኢ ኣብ ህይወትካ ዝመጽእ ዕድላት የምልጠካ እዩ። እዚ ሓቂ እዩ፣ ብፍላይ ንስምዒትካ ምላሽ ዘይህብ ሰብ ክትስዕብ እንተለኻ ልክዕ ከም ፈረስ ናብ ሓደ ኣንፈት ስለ ተቕንዕ ኣብ ከባቢኻ ዘሎ ዕድላት ክትርኢ እውን ትጽገም ኢኻ። ንኣብነት ንስኻ ነታ ጓል ኣንስተይቲ ክትስዕብ እምብዛ ትሑዝ ስለ ዝኾንካ ነቲ ብኻልኦት ሰባት ዝቐርበልካ ዕድመ ወይ ዕድላት ሰራሕ ግዜ ክትረኽበሉ ስለ ዘይትኽእል ክትስእኖ ትኽእል ኢኻ። ገዛእ ርእስኻ ኣብ ሓድሽ ተሞክሮታትን ዕድላትን ስለ ዘይትገብር እዚ እውን ውልቃውን ሞያውን ዕቤት ምዕባለታትካ ክዓግቶ ይኽእል እዩ። ብዘይካዚ፣ ደድሕሪ ደቂ ኣንስትዮ ምኻድ ነታ ጓል ትረኽበሉ ዕድል ከጽብቦ ይኽእል እዩ። ኣብ ሓንቲ ዓይነት ጓል ስለ ተድህብ፣ ነታ ንዓኻ እትበቅዕ ጓል ሸለል ክትብላ ትኽእል ኢኻ። ብፍላይ ብኣኻ ዘይትግደስ ጓል ትስዕብ እንተለኻ፣ ነተን ብኣኻ ዝግደሳ ዝሓሻ መጻምድቲ ክኾናኻ ዝኽእላ ከም ዘይትርእየን ዕሽሽ ከም ትብለን ክገብረካ ይኽእል እዩ። ኣብ መወዳእታ፣ ዝኾነ ይኹን ዝመጸካ ዕድል ከየምልጠካ እንተደሊኻ፣ ኣብ ህይወትካ ሚዛናዊ ሰብ ኩን። ኣብ ሓደ ነገር ጠራይ ብዝተጋነነ መንገዲ ኣቓልቦ ኣይትግበር። ሻምናይ፣ ምልክት ዘይብሱል ሰብ። ኣብ መወዳእታ ደድሕሪ ደቂ ኣንስትዮ ምስዓብ ንዘይብሱላት ኣወዳት ከመልክት ይኽእል እዩ። መብዛሕትኡ ግዜ ምስ ሓደ ሰብ ናይ ብሓቂ ፍቕራዊ ርክብ ምምስራት ክንሓስብ እንከለና እቲ ዘለና ባህጊ እዩ ዝድርኸና እምበር ነቲ ሰብ ንምፍላጥ ዓቕሚ ምትእስሳር ንምፍጣር ኣይኮነን። ብፍላይ ምስ ሓንቲ ምሳኻ ስምዒት ዘይብላ ጓል ትስዕብ እንተለኻ፣ ኣብ ክንዲ ነቲ ቀንዲ ነገር ከመይ ገይረ ጥዑይ ፍቕራዊ ርክብ ይሃንጽ ዝብል ነገር ዘይኮነ፣ ብዛዕባ ደድሕሪኣ ኮለል ምባል እዩ ዘገድሰካ። ብዘይካዚ ድማ ደድሕሪ ደቂ ኣንስትዮ ኮለል ምባል፣ ስምዒታዊ ብስለት ከም ዝጎድለካ ክሕብር ይኽእል እዩ። ከመይሲ ኣብ መወዳእትኡ በታ ጓል ኣንስተይቲ ኣብ ትሕቲ ቁጽጽር ክትኣቱ ትኽእል ኢኻ። እዚ ባህርያት እዚ ነታ ትስዕባ ዘለኻ ጓል ኣብ ልዕሌኻ ክብረት ከም ዘይብላ ዘርኢ እዩ። ደድሕሪ ደቂ ኣንስትዮ ምስዓብ ብዛዕባ ገዛእ ርእስኻ ዘይምፍላጥ እውን ከመልክት ይኽእል እዩ፣ እዚ ድማ እንታይ ከም ትደልን ባህግታትካ ከም ዘይርደኣካ ዝሕብር እዩ። ኣብ ክንዲ ኣብቲ ፍቕራዊ ርክብ እንታይ ከም ትደሊ ትሓስብ፣ ካብ መጻምድትኻ እንታይ ክትረክብ ትደሊ ትሓስብ። ኣብቲ ንዓኻ ዘይጠቕመካ ተመሳሳሊ ባህርያት ኢኻ ትጽመድ ዘለኻ። መዕጸዊ፣ ደድሕሪ ደቂ ኣንስትዮ ምዅላል። ፍቕሪ ዝምድና ዓርኪ ብቐሊሉ ትረኽበሉ ክመስል ይኽእል እዩ። ይኹን እምበር ኣብቲ ግቡእ ግዜ ቁምነገር ዘለዎ ፍቕራዊ ርክብ ንኸይትምስርትን ቀልጢፍካ ናብ ሓዳር ከይትኣቱን ክዓግተካ ዝኽእል ዝተፈላለየ ኣሉታዊ ጽልዋ ኣለዎ። ስለዚ ደድሕሪ ደቂ ኣንስትዮ ምህዳን ብዝተፈላለየ ምኽንያት እቲ ዝበለጸ ፍቕራዊ ርክብ ወይ ኣፍቃሪት ዓርኪ መድለዪ መንገዲ ኣይኮነን። ግጉይ መንነት ወይ መልእኽቲ ምልኣኽን ንስምዒትካን ኣብ ልዕሊ ነብስኻ ዘለካን ክብርን ዝሃስ'ዩ። ኣብ ክንድኡ ግን ኣብ ርእሰ ምትእምማንካን ገዛእ ርእስኻ ምፍላጥን ኣብ ምምዕባል ኣተኩር። በቲ ናይ ገዛእ ርእስኻ ባህግን ዋጋን ብንጹር ርግጸኛ ኩን። ሽቶታትካን ድሌታትካን ተኽብር ጓል ንምርካብ ብዝሓሸ መንገዲ ክትከይድ ኢኻ።